ደቂ ሰባት ንምንባር ኣብ ንገብሮ ቃልሲ ብዙሕ መሰናኽላት ኢና ንሰግር። ከምቲ ኣብ ቀዳማይ ክፋል ዝተኸታተልኩሞ ዘቢብ ወናኒት ምሉእ ሕልና ኮይና ኣርኣያ ሰብ ኣብነታዊት ኮይና ዓለም ኣዛሪባ ኣላ። ነቲ ኣብ ንኡስ ዕድሚኡ ብፍቕርታት እተዘበለ ኣማን ኣለኹልካ ኢላቶ ብልክዕ ሓሚሙ ደኺሙ ከይበለት ጸግዒ ኮይና ክንዲ ኣደን ክብርቲ በዓልቲ ቤቱን ኮይና ኣማሚቓቶ። ቃል ኪዳና ኣኽቢራ ድማ እንሆ ኣብ ምሕብሓቡ ትርከብ። ንሎሚ ኣብ ካልኣይ ክፋል ሕሉፍን ህሉውን ኩነታት ኣማን ብልሳን ክብርቲ ወላዲቱ ወይዘሮ ኣልማዝን በዓልቲ ቤቱ ዘቢብን ከቕርበልኩም እየ። ሰናይ ምክትታል ንመደብ ወዲ ሽዋሸው።
መፂኺ ሽዑ ናብዚ ምስ መፃኺ ኣርባዕተ ወርሒ ክፍለጥኪ ከምቲ ዓንቶ ኤማ ዝበለኒ ብሓንሳብ ዲኹም ነርኩም ኣብዚ ዋላ መርዓ ኢኹም ወሲንኩም እታ ውሳኔ መርዓ
ኦ ማለት ምስ መጣኹ ላይፍ ካብዚ ኣትየ ካብዚኣ ነይረ እዚኣ ከዓ ሽሙ ኣስመራ ከለና መሓዝ ነይርና ማለት እዩ ከምዚ ክመፅእ ኣብዚ መደብ ነይሩ መጣ ከዓ ማለተይ ምስ ዘሎ ኩነታት ገለ መርዓ እኳ ንሓስብ ኢና ነይርና መርዓ ከማን ፍቃድ እዞም ሕዋትና ሓጊዞምና ገለ ገይሮምልና ማለት እዩ ኣፅበ ኣቢሎም ግን ቃል ኪዳን ክንኣስር ጥራይ

ናይ መወዳእታ ዘቢብ መልኣከ ማለት ከኣ ኣብ ቃል ቃል ኪዳን ማለት ሰብ ሰብ ልክዕ ቃል ኪዳን ዘርኣኽና ሰብ ኮንኪ ኢኺ ዝያዳ ከማን ነዚ ሸው እዚ ከነዳልዎ ዝደፋፍእና ነገር ከሎ ናትኪ ጉዳይ እዩ እግዛቢሀር ኣምላኽ ስጋ መወዳእታ ብሓንሳብ ኣብ ፍቅርኹም የጽንዕኹም ንዑ በዓል ይውሃ ጥዕና ሂቡ ማለት እዩ ሕጂ ናይ ኤማ ቃንዛ ንዓኺ እንታይ እዩ እስከ ንገርኒ ክትከታተልዮ ዲኺ ከመይ እወ ማለት በቃ ንሱ ኢኻ ትኹን ዘማለት ወይ ዝስምዓካ እዩ እሱ ከም ገለ ተሎ ኢኻ ከም ገለ ኢኻ ትኹን ተተሓጊሰ ትሕጎስ ኩሉ በቃ ዘለዎ ኩነታት እዩ ማለት ሕጂ ከዓ ሓርኣካ ሰብ ሆና ስፔሻሊ ማለት ስምዓካ እዩ በቃ እቲ ኩነታት ዝጸልወካ እዩ ዝሓጽ እዩ

ስለምንታይሲ ካልእ ሰብ ኔርካ ጽቡቕ እዩ ንኹሉ ነገራትካ ተቐቢሉ እስኻ ሰብ ኢኻ ከም ቀደም ተሃረላ ኣይጎደለካን ሰብ ወላ ንዓኻ ርእስ ጎደሎ ክብለካ ይኽእል ማለተይሲ ብሃቂ ጎደሎ ክብለካ ይኽእል ዝኾነ ሰብ ሕጂ ኣነ ዝረኽቦ ካብ ቅድም ንሰን ከልፎ ወይ ድማ ዝኾነ ሰብ ይድንግጸለይ ንስኻ ድማ ኣብዛ ምክንያት ንፈልጥ

መፅኦም ነይሮም ወላ ክንዲ መፅኣ ነይረ ኣለና ከዓ ገራ ሞህን ደግማ ኢና ገርና ነናዕብያ ኢና ሕረ ክንምለስ ኢና ናብ ኣርእስትና ክቡራት ተዓዘብቲ እዚ ንገብሮ ዘለና ዕላል መቸም መሲጡኩም ንኸውን ተስፋ ገብር ኣማንኤል ምስ ማሕበር ካንሰር ናይ ሱዳን ተጠርኒፉ ሕክምንኡ ዝገብር ዘሎ መንእሰይ እዩ ከም ዝትሪዮ ዘለኹም ከዓ ሓደ እግሩ ኣካሉ ጎዲሉ ኣሎ ብሰንኪ ዘጋጠሞ ናይ ካንሰር ሕማም ማለት እዩ

ኣብ ካርቱም ደለዉ ማሕበር ካንሰር ኣለዉ ኣባላቶም ከማን ኣርካ ዝምድና ኣለኩም ገለ ሓደ እዋን ከማን መጺናኩም ኔርና ዝክራ ትኾንካ እቲ ናቶም ደገፋት ከመይ እዩ ንዓኺ ብዓብዩስ ዓንቶይ ህዝቢ ኤርትራ ዝገበረለይ ደገፍ ኢልክያ ዓብይ ነገር እዩ ንኹሉ ሰብ ኣብ ካርቱም ዘሎ ንሪኦ ዘለና ነገር ስለ ዝኾነ ሕጂ ቀረባ ግዜ ከማን ሓንቲ ሓፍትና ሓሚማስ ከምኡ ደገፋት ተገይሩላ

ማለት እዩ ኣኪለ መብላዕቲ መዘጋጃ ቤት ኣይግብር ቤተክርስትያን ኣቲኻ ግድን እዩ እታ ናይ ቤተክርስትያን ክትሰስን ናይ ግድን ክትገብራ ንብል ይመገስ ኣብዚኣ ንጎ እታ ብጣር ኪዳን ናይ ገና ንመፅእ ከለና እናቆስና ንገብር ነቶም ፈለጥትና ንነገር ተባሂልና እንጂ እዚኣ ብወገን ማሕበር

ሕጅ ሕጅ ሕጅ ድሕሪ ሽድሽተ ሸውዓተ ወርሒ ከኣ ጥምቀት ኣለና እወ ሕጂ ተዳሊና ካለና ንዑ ኣነ ባሊጋ ትብኒ ዲኺ ወዲ ትኾይን ትብኒኺ
ንመን እዩ ዘፍቅድ ተፍቅዱለይ ዲኹም ዋላ ኣልማዝ እያ ተፍቅድ
ሕራይ ኣልማዘይ
ስድራ ኣብ ኤርትራ ኣለዉ ናይ ኣቦ ኩነታት

ኣደስ ቀሊል ኣይኮነን ከምቲ ማእገር ተሰኪማቶ ደላ ሓላፍነት ማለት ንሕና ክንዛረብ ቀሊል ብማዕዶ ዘለና ሰባት ኣብ ውሽጣ ዘሎ ነገር ግን ቀሊል ነገር ኣይኮነን ወላ ዝኾነ ሰብ ከማን ክጾሮ ይክእልን እዩ ማለት እዩ ደድሕሪኻ እግሪ እግርኻ ተርፍ ከይተረፈት ትኸይድ ኣላ ኣዴኻ ብኸመይ ኢኻ ትገልጻ

መጀመርታ ወሲድ ከለኩ ውን ዳርጋ ሕሱር ጽሉል ተቀይረሉ ጊዜ ኣሎ በቲ ኪኖ ማለተይ በቲ ዘለካዮ በቲ ዝገብረካ ንሱ ኣብ ውሽጥካ ማለት እዩ ደናወጸካስ ዳርጋ ንሓውሲ ጽሉል እዩ ተፈጠረካ ማዘር ግን ነዚ ኩሉ ፈሊጣ ማለት ዓቅላ ከይወድቅ ድብሎ ነገር ኩሾ እዩ ኣብዚ ሰዓት እዚ ማለተይ ዋላ ብላዕ ኢላትኒ ንምንታይ ብላዕ ትብለኒ ግዜ ዝብለሉ ነይሩ ግዜ ነይሩ እዩ ማለት ሽዑ ንሽዑ ኣይርዳንን እንታይ ከም ዝገብሩ እኮ ድሕሪኡ ግን ማራ ይድቃስ ክገርመካ ንምንታይ ከምዚ ነና ተቃለሰ ተለና ከምዚ ኢለ ዝዛረበሎም ማለት እዛ ድማ ማዘረይ ስም ደይ ቦታ መፍቅ ትገርሳትለ ኣብ ህይወት ገርሳ ፅሒፋትለ ኣይሲ እንደይ እግዚኣብሔር እድመን ጥዕናን ይሃበኒ በረከት ታቅበል እምበር ማተር ዳ ብዙሕ ቲቪ መቁረፂ ንባዕሉ ኣካለይ ምሻለ ካብ ኣካል እንስሳ ከተፈላሊ ትሪኦ እምበር ኣካል እንስሳ ሰብ ተፈልዩ ክትሪኦ ከቢድ እዩ ንሱ በዚ ገጣሚ ሃና ሓው ከም ሓው ኮይኑ ክሸወደኪ እየ ማለተይ ሓወይ እዩ ናይ ብሓቂ ደመስግኖ በዚ ሃኒ በዚ ገጣሚ ከመስግኖ ዝደሊ ማለት እዩ ኣብቲ ሰዓት እዚሲ እግረይ ተትፈሊ ድመፀሉ ግዜ እዩ ዘሎ ካልስ ኣብ ሱዳናውያንስ ክንቀብሮ ገለ ኣይበሉን በስ ኣረኪቦሞ እንድሕር መፅኦም ከምዚ ናይ እንስሳ ስጋ ሽዑ ምስ ኣለቃስ ኣይከኣሉን እምበር ግድን ከም ሓቂ ተፈልዩ ዝተኣከ ከቢድ እዩ ማላ እጅ እግሪ እንተበል ከም ዘለኦም ናይ እንስሳ በቃ ፌስታል ገይሮም ሂቦሞም ወላ ንዕኦም ኣይተረዶም ክገርመካ መጀመርታ ምስ ረብሑና ክልተ ማለት እዩ ባህር ንዝኣደት ኣጋጢሞ ይፈልጥ ንሃንኦም ዘን ንማዘርከ ንመጀመርታ ግዜ ምሳይ ወፂኡ እግረይ ገዳ መፅያ ነሚሽ ካብ ክፍሊ መጥባሕቲ መፅየ ሓጺር ግዜ ገይረ ካብቲ ናይ ዝሓለፈ መጥባሕቲ ማለት እዩ ንሶም በቃ ታሪካስ ሞራል በቃ ይቦም ውሽጦም ግን ኒሮም ይረገጹ መስያትካ እንዲደካ ንኩሉ ነገርካ ውሽጢ ሓደ በነግረልካ እዩ ግን ንኩሉ ነገር ጠቅድሩ ናይ ሞራል ከሆነ ኣጆኻ ክብሉ ኣትሰዓት ማዘረይሲ ምሳሌ ከምዚ ውሉዳ ከምዚ ፋሕፋሕ

ወላዲት ኣደ ኣማን ስለዝኾነት ንዓይካ ኣደያ ቃኘና ቴናኻ ማርያ ስኤና ኩል ነገር ዘይጓለይ ኣማን ወደይ ዳብና ክሳፍት ስለና ማለት እዩ እግዚኣብሔር ኣምላክ ናታ ጣማት እዩ ኣማን ሓዊ ከምኡውን ሕጂ ኣነን ኣማንን ተመሪዕና ስለዘለና ናትና ውላድና ኣምጽና ማተይ እንዴ ኣነ ወላ ክገልጽ ኣይክእልን'የ ማተይ ሕጂስ ኩሉ መጺኡ እንድዩ ኣብ ከመይ ኩነታት ኔርካ ኣይትሓስቦን ሃፍትኩ ሕጂ ኤሜ ሃይሙን ኔሩ በቃ በቲ ሕማም ትጭነቕ ኔርካ ሽዑ ደሓን ኬንካ መርዓ ኣቲኻ ሕጂ ካብዚ ንላዕልኻ እግዚኣብሔር ሓጎስ ክፈጠልና እዩ ካብዚ ንላዕሊ በቃ እንዲ ተጀሚሩ እዩ ዘሎ ዋዕ ማለት እንዲ መግለጺ የብለይ ኖላ እንታይ እሞ በቃ ኣነ ንሳ ትሕጎሰሉ ሲ እግዚኣብሔር ይፍጠረልና ተሓጊሳ እንድያ ዘላ ካብኡ ንላዕሊ ክትሕጎስ ኤሚ ኣብ ዝለዓለ ደረጃ በፂሑ ከም ሰቡ ሰሪሑ ክኣትወሉ በቃ እንተ ምን ዶ ኣምላኽ ይከኣል እዩ። ሕጂ ኣብኣ ከለኺ ሰብ ብጣዕሚ እዩ በኽብዶ ቀሊል ውን ኣይኮነን ሓቂ ዘረባ ካንሰር ከምዚ ኣሰንባዲ ሕማም እዩ ዘሎ ሎሚ እቲ ንጥፈታቱ ከኣ ስለ ንሪኦ ዘለና ማለት እዩ ምሕረት ከሃብ ኣምላኽ ንካንሰር ኣይኮነን ንካልእ ዘድሕን ኣምላኽ ኣለና እግዚኣብሔር ኣምላኽ ኣለና ንዓና ማለት እዩ

ፈቲኻ ተምጽኦ ጸሊእኻ ኣይኮነን እግዚኣብሔር ኣምላክ ኩሉ ዝገና ማለት እዩ ጥዑይ ኮንካ ንክትንቀሳቀስ ሓሚምካ እውን ከምቲ ጥዑይ ትንቀሳቀስ ምሽ እግዚኣብሔር ሓይሊ ይበካ ካልኣይ ነገር ሓደ ሰብ ክሳብ ናይ እምሮ ጸገም ዘይብሉ ወላ ሓንቲ ጸገም ይብሉ ኤምሲ ሓሚሙ ግን ካብ ሰብ ካብቶም ጥዑያት ንላዕሊ ዝሓስብ ኣተሓሳስብኡ ኩሉ ነገሩ ልዕሊ ማይ እቲ ሕማምሲ ንዕኡስ መድሓንቲ ኤሚሲ እንድዒ ታይ ምኩለካ እዩ ኣነ ከኣሲ ናይ ኣካል ጎዲሉ ወላ ሓንቲ ንዓይ ኣነ ዘድልየኒ ኣተሓሳስብኡ ኩሉ ነገሩ እዩ ዘድልየኒ እምበር ካልእ እንታይ የድልየካሞ ንሕና ከኣ

ኣነ ሕጂስ ከምቲ ዝበልኩኻ ሓሙሽተ ኣይኮነን ባባ ኣካላትካ ድጠቕሙ ዋህዮታት ነቶም ዘይጠቕሙ ዋህዮታት ከማን ሕማም ጸጉሪ ሙጥ ዋህዮ ድስርሑ ገለ ስምዒት ንኹሉ ዘትካል ሕዚኸ ወላ ጽፍርኻ ስኒያዊ ይቕየር ወላ ጨጉርኻ በስ በቲ ኪሞይ ትመልኦ ሽቶዶ ማለተይ ሩሕ ዴቡሉ ይኸውን ኣብ ቅድሚት ሕጂስ ዜቤት ኪሞትራፒ ዝኾነ

ኣጋጣሚ ናይ ጡብ ካንሰር ጌራ ኔራ ኣብ ኣዲስ ኣበባ ኔራ ሕጂ ኣብ ሃገረ ሆላንድ ኣላ ክትረኽበካ እያ ከራኽበካ እየ ተሌፎን ማለት እዩ ኦሬዲ ናትኒ ዝኣ ጨጉሪ ጨጉረይ ከይዱ ኔሩ ሰሓብ ሙሉእ ኮይኑ እዩ ሓውየ ኣለኹ ጨጉረይ ካነ ይእለይ ኣሎ ከምታ ዝበልካያ ከኣ ኣሽንኳይዶ ጠፊኡስ ከም ብሓድሽ ከማ ጽቡቅ ኮይኑ ይበቁ
ከመይ ኣለኻ ሕጂ

ኣንታ ነዚ ጋስትራይት ዝገብረልካ ዝኮነ በቃ ኣብ ተስካ ካብ ሰባት ስኢኑ እንተሪኢካ ስቲ ናብራ ናዚ ካብ ሰባት ስለ ዝበለ ካብ ዝኮነ ሰብ ምስ ኣለካ ርክብ ኣቢሉ ክበልዕ ዝክእል እየ ትክል ኣዚ ሆቴል ካብ ዝደገ ሻረ ደረት ወላዕተና እዩ በቲ ዘይቲ ገለ መለሎ ጋስትራይት ኣሎ ብሓፈሻ ንኩሉ ኣካላትካ ስለ ዘናውጾ ገለ ክልተ ሰለስተ ቅነ መስዋእት ከይበላዕካ ዳርጋ

እስቲ ዝበልዖም መግቢሲ ክሳይ ኣይገብረካ ኣይደርፈካን ጅወላ ሰቲ ዝበለ ገለ ብፍሉ ማለት እዩ ለት ካብቲ ተራ ሰብ ዝበልዖ ፍይ ዝበለ መግቢ ገለ ኣኻ ከምዚ ካሎሪ ገለ ዘለዎም መግቢታት ብዙሕ ሓይሊ ገለ ዘለዎም ማለት እዩ ያሴ ከንኹሉ ኣንጉዕካ ገለ ከይተርፍ ነተማያታት ክሰቲ ተሪሉ ዝኹሉ ኣንጉዕ

ሕራይ ኩቡራት ተዓዘብትና ዕላልና ኣዝዩ መሳጢ ኔሩ ሪኢኹሞ ኢኹም ብዓቢኡ ተሌፎናት ናይ ኣማኒኤል ወላ ናይ ኣዲኡ ክንጽሕፈልኩም ኢና ብተሌፎን ክትረኽብዎም ትኽእሉ ከምኡ ድማ ሞራልኩም ሓገዝኩም ቅድሚ ሕጂ ዝሓገዝኩም ኣለኹም ብሕጂ ውን ኣብ ጎኑ ኮንኩም ኣለናልካ ክትብልዎ ንላበወኩም ኤማ በዚ ጋጣሚ እንዳ ቃሕጸና እንዲና ንኸይድ ዘለና ንኣማኑኤል ውን ነዊሕ ሰዓታት ኮፍ ኣቢልዮ ኣለኹ ቁሩብ ደኺሙ ኣሎ ከተመስግኖም ትደሊ ሰባት ተለዉ ወይ ትካላት ወይ ማሕበራት ንኣኻስ ኣብዚ ሕማምካስ ኣብ ጎንኻ ዝኾኑ ማለት ከተመስግኖም ትደሊ ትብሎ። እሺ ወዲ ሸውሃዋይ መጀመርታ ንኣኻ እንድያ ኣመስጊነካ ነዚ ዕድል እዚ ሂብካ ኣብ ገዛና መጺኻ ማለተይሲ ኣብዚ ኣሎ ሰብ ኢልካ ኣብዚ ኣሎ ሓውና ኢልካ ኩሉ ነገር ክትገብር ዝሃበካ ካብ እግዚኣብሄር እንተ ምሳኻ ይኹን ብቐጺለ ድማ ኣብ መጀመርታ ሳላካ ናብዚ ዓዲ ንኽመጽእ ዝሓገዘትና ሓትነይ ኣላ ኣብዚ ሽወደን ኣዚ ተስፋጋብር ብኽብሪ ከመስግና ይደሊ ንዓ ክሳብ ሕጂ እውን ትቃለሰሉ ዘላ ሰብ እያ። እምነ ቀጺለ ድማ ድሕሪ ነዚ ማሕበር ድሕሪ መሪሕነት ነዚ ማሕበር እዚ ድማ ክሳዕ ሕጂ እዮም ብቡንና ናይ ደም ናይ ገለ ናይ ገለ ብዙሓት ሰባት እዮም ሓጊዞምና ኣነኦም እውን ብልቢ ከመስግኖም ይደሊ ድሕሪ ቀጺለ ድማ ኣሕዋተይ ኣብዚ ኮይኖም ኣልዩምለይ ሕክምና ድወስድኒ ሓመድ ይኹን ሓኔ ኩሎም ጸገማት እዚኣ ከነስኩኖም ይደሊ። ቀጺለ ድማ ነዞም ኩሎም ህዝቢ ኤርትራ ብሓፈሻ ኩሉ ህዝቢ ኤርትራ ምኽሪ ሓውን ክሳዕ ሕጂ ድጽዕረልና ኣሎ ክሳዕ ሕጂ ውን ሽሞም ዘይፈልጦ ድሕጉዝም ደለዉ ሰባት ኣለዉ በዛ መዓልቲ እዚኣ ምሻላ ግብዓይነይ ሪኦም እየ በዝነይ ከይስማዕክዎም ሽሞም እሞ በዛ መዓልቲ እዚኣ ግን ኣብ ዘለኹሞ ሓልዮም የቀኔለይ ካብ ኣምላኽ ርኸብዎ ይብል።

ካብ በዓል ወልደገነታ ክሳዕ ኩሎም መርዑት እስላም ዘለዉ ብምሉኦም ዘለዉን ኣብ ካብ ኣዱ ዝወጹን ልቢ ከመስጦም ይደሊ ማለት ብሶም ጊደም ኩሉ ጽዒሮምነ ብትረከ ንሕና ንክንድሕን ሓገዝ ደም ኣብዛ ኣዱ መጺና ቡዙሕ ተሸጊርና ናይ ደም ዝተሓጋገዙና ኩላቶም ደም ዝሃቡና ንኩሉ ማለት ንኩሉ ሕሙም ንዓይ ጥራይ ደይኮነስ ቡዙሓት ሕሙማት ኢና ደም ነተሊ

ንኹሉ ኣብ ካርቱም ዘሎ ን ትገብርዎ ዘለኹም ደገፋት ቀሊል ኣይኮነን ሕጂ ውን ደጊመ ክነግረኩም ቴሌፎናት ናይ እማ ውን ክጽሕፈልኩም እየ ክትከታተልዎ ቀጻል ማለት እዩ ናይ ሕልና ስራሕ ሰብ ስጋብ ዝኾነ እዚ መደብ መደብ ወዲ ሽዋሸው ከማን ቀጻሊ ከምዚ ዓይነት ንጥፈታት ገለ ብዓቕሙ እንዳፈተሸ ከቕርበልኩም ምዃኑ ኮም ይስኣተልኩም። ማሚና ማማ ኣልማዝ ከኣ በዚ ጋጣሚ ናይ ኣደ ኩሉ ነገር ጌርክን ኢኺ እግዛብሄር ከኣ ጻማኺ ክበኪ እዩ ይሃብኪ ደይኮነስ ከህበኪ እዩ ገንዘብ ክህበኪ እዩ ንሕና ካብ ጎንኺ ኣለና ዝኾነ ትደልይዮ ካባና ተሎ ብዓቕምና እንዳ መጻና ንተሓጋገዘኪ ኢና ብዓቢኡ ከኣ ህዝቢ ኤርትራ ማለት እዩ ሕጂ ከተመስግንዮ ዝግበእኪ ትደልይዮ ሰባት ኣለዉ መጀመርያ እንኳዕ ኣብዚ መጺኹም ኣብዚ ምስ ሰብና ክንራኸብን ኣታሽም ነገር ዝገበርኩምና መጀመርያ መስግነኩም ንዓኻትኩም ወሳኺ ንኩሉ ህዝቢ ኤርትራ ኣብ ደገ ዘሎ ኣብ ሱዳን ንዓይ ወዲ ሕክም ተሓባበሪ ሙሉእ መጀመርያ ምስግና ምስጋና ካብ ኣምላኽ ረኸቡ ብሎም ይኹሉ ተወሳኺ ኣብዚ ማሕበር ናይ ካንሰር ኤርትራ ምስ ሰብ ክንፋለጥ ዝገበረን ዝገበረና ሓፈሻዊ ሙሉእ ማሕበር ከመስግኖ ፈቱ ተወሳኺ ከም ሰባት ከም በዓል ሃኒ ከም ወላሉ ስማ ከም በዓል ማሕሙድ ቋንቋ ዘይንኽእል ላዕሊ ታሕቲ ኢሎም ድማ ምስና ከም ሰብ ኮይና ከም ድላይና ክንመላለስ ዘጎልብልና ኣመስግኖ ንፈቱ ብዝያዳ ንኩሉ ኣብ ደገ ዘሎ ኣብዚ ዘሎ ህዝቢ ኤርትራ ከመስግኖ ኣመስጊነስ ተመስገነ ይኸፈል እዩ ዝያዳ እትን እትን ኢለ ሽም ከይሰምዑ ኣብ ወፃኢ ዘሎ ብምሉእ ኣብ ሱዳን ዘሎ ተሓገዘኒ ብምሉእ ከመስግኖ
ብጣዕሚ ንሕና ከኣ ነመስግነኪ ሕጂ ንዓና መፋነዊ ንኩሉ ህዝቢ ከኣ ደስ ክብለና ከኣ ብሽም ኩለን ኣዴታት ኤርትራ ከኣ ነዞም መርዓውቲ ከኣ መርቐለይ እንታይ ትብልዮም እዋ እታሞ ምርቓስ ኣነ ጥራይ ዘይኮንኩስ ሙሉእ ህዝቢ ኤርትራ ወሪቕዎም ኣሎ ኣብ ሱዳን ደሎ ኣብ ኤርትራ ደሎ ናተይ ብሽመይ ከኣ መጀመርያ ኣብዚ ምልኩ ዘቢብካ ካብ ኤርትራ መፃ ንወደይ ኣብ ከም ዘብቃዓትለይ መጀመርያ ንዓኣ የመስግና ተወሳኺ ከዓ ውላዶም ኣብ ርእሲ መሬት ከለኹ ውላዶም ተሬም